ብፍቕሪ ውሽጥኻ ክፅመድ ከሎ ኩሉ ነገር ፅቡቕ እዩ ዝመስለካ ወይ ኩሉ ነገር ቀሊሉ እዩ ዝመስለካ። ሓንቲ ጓል ኣንስተይቲ ኣብ ሂወትካ ኣትያ እዞም ሎማዓንቲ ዝነግረካ ሽዱሽተ መንገድታት ዘይተርእየካ ተኾይና ወይ ካብ ባህርታታ ዘይትዕዘቦም እንድሕር ደኣ ኮይንካ ንዓኻ ዝኸውን ፍጹም ዝኾነ ፍቕሪ የብላን ማለት እዩ። ብእምነት ዝጀመርክምዎ ፍቕራዊ ርክብኹም እስካብ ዝኾነ ግዜ ጸኒሑ ልብኻ ጎዲእካን ከይወጸ ሎማዕንቲ ሓቢርካኒ ክሳዕ መወዳእታ ጽናሕ እሞ እዞም ባህርታት እንታይ እዮም ጓል ኣንስተይቲ ክተፍቅር ከላ እንታይ ዓይነት ባህሪ ተርኢ ዝብል ክሳዕ መወዳእታ ብምክትታል ምውሳድ ትኽእል ኢኻ መብዛሕትኹም ብርሕቃት ፍቕሪ ንዘለና ስርሕልና ትብሉኒ ኢኹም ንዓኹም እውን ዝኸውን እዩ ብዋናነት ሓቂ ዘረባ ንዓኹም ኢለ እየ ሰሪሐልኩም ዘለኹ ሎማዕንቲ ብኣካል ዘይትራኸቡ ተረሓሒቕኩም ንዘለኹም መጻምዲ ክኾነኩም ዝኽእል እዩ ብፍላይ ድማ ኣብዚ ሎሚ ግዘ ናግድን ኣይኮነን ሓቢርካ ፍቅራዊ ዝምድና ጀሚርካ ገለ ብኣካል ዝረኽብካያ ጓል ኣንስተይቲ ጥራሕ ክኸውን ዘለዎ ብስልኪ ተላሊኹም ብኡቢሉ ቀፂሉ ኣብ ዝኾነ ግዜ ብኣካል ንክትራኸቡ ቆፀሮ እትሕዙ መፃመዲ ብዙሓት ኢኹም እሞ ንዓኹም እውን ስለ ዝምልከት ሓቢርኩም ንፅንሖ ኢኹም ንቻናለይ ሓደሽቲ ዝኾንኩም እንኳዕ ደሓን መፃኹም እዚ ቻናል ፍቅራዊ ሂወትኩም ንምግልባት ተባሂሉ ዝተኸፈተ ቻናል እዩ ሕዚ ሰብስክራይብ ብምግባር ኩሉ ግዜ ሶኒ ረውዕን ዓርብን ብዝለቆም ቪድዮታት ፍቅራዊ ህይወትኩም ክተጎልብቱ ትኽእሉ ነባራት ናተይ ተኸታተልቲ ድማ ከምቲ ልሙድ እዛ ቪድዮ ላይክ ብምግባር ኣብ ኮሜንት እናትኹም ድማ እንኳዕ ድሓን መጻኸ ብምባል ጀምሩለይ ሰናይ ምክትታል ሓንቲ ጓል ኣንስተይቲ ብስልኪ ጥራሕ ከም ተፍቅረካ ንምፍላጥ እንድሕር ዳ ትደሊ ኮንካ እቲ ቁፅሪ ስድሽተ ስድሽተ ነጥብታት ይሒዘልኩም መፅእ ዘለኹ እቲ ቁፅሪ ስድሽተ ክትፈልጠላ ትኽእል መንገዲ ቀጻልነት ዘለዎ ዕላል ትገብሩ እንድሕር ደኣ ኮይንኩም እዩ። ኣብዚ ነጥቢ እዚ መብዛሕትኹም ሰባት እትሰሓሐትዎ ብመዓልቲ ሽዱሽተ ግዜ ሓሙሽተ ግዜ እንድሕር ደኣ ደዊላትለይ ኮይና እኹል እዩ ወይ ትፈትወኒ እያ ኢልኩም እትሓስቡ ኣወዳት ኣለኹም። እዚ ነገር እዚ ልክዕ እዩ ማለት ኣይኮነን እዩ ምስ ልጅቻው እዩ ዘምጽእ ካብኡ ድማ ምምሳል እውን ክኸውን ይኽእል እዩ ቀጻልነት ዘለዎ ዕላል ክበሃል እንከሎ ካብቲ ትማሊ ውጊዕኹምዎ ዝነበርኩም ዕላል ብዘይ ምስልቻው ጽባሕ እውን ውስን ብዝኾነ ግዜ ተዕልለካ ትኾይና እና ግዜ ምብዛሕ ወይ ነዊሕ ሰዓት ምዕላል ዘይኮነሲ እቲ ዘለዋ ብውሽጣ ተለዓዓልነት ብግልፂ ክረአ እንድሕር ትገብሮ ኮይና ዘይትስልቹ እንድሕር ደኣ ኮይና ክተዕልለካ ከላ ኩሉ ግዜ ብሃንቀውታ ትፅበየካ እንድሕር ደኣ ኮይና ቶሎ ቶሎ ምድዋል ዘይኮነ ኣብታ ክትራኸቡላ ትኽእሉላ ሰዓት ብጣዕሚ ብዙሕ ነገር ተዕልለካ ውሽጣ ክፉት እንድሕር ደኣ ኮይኑ ንዓኻ እዛ ጓል ኣንስተይቲ እዚኣ ትፈትወካ እያ ማለት እዩ። ብዙሕ ግዜ እንድሕር ደኣ ሪኢኹም ኮይንኩም ናይ ብስልኪ ዝግበር ርክብ በቃ ናይ ምምሳል እዩ። ሰብ ክፈትወኒ ይኽእል እዩ ወይ ክቕበለኒ እዩ ኢልካ ዝሓሰብካዮ ነገር ጥራሕ ኢኻ እተዕልል። እዚ ክኸውን ከሎ ድማ እቲ ርክብካ ቀጻልነት ንከይልዎ፣ ቀልጢፉ ንክመውት፣ እናምሰልካ ክትቕጽል ስለ ዘይትኽእል ኣብ ዝኾነ ግዜ ስልችው ክብለካ ከሎ ኩሉ ነገር ንክትገድፎ እዩ ዝገብር እና ከይሰልቸወት ንብዙሕ ግዜ ተዕልለካ ተኾይና እዛ ጓል ኣንስተይቲ እዚኣ ተፍቅረካ እያ ማለት እዩ። ሕዚ እውን ከይተሰሓሓቱ ብመዓልቲ ሰለስተ ግዜ ደዊላትለይ ብመዓልቲ እኳ ሓንቲ ግዜ ኣትድውልለይ ንክትብል ኣይኮንኩን ብውሽጣ ዘለዋ ፅቡቕ ዝኾነ ተበግሶ ክተርእየካ ክትኽእል እኒህዋ ዕላል ኣብ ትጅምርሉ ሰዓት እቲ ሓምሻይ ድማ ድሌት ክህልዋ ኣለዎ ሓንቲ ዘፍቀረት ጓል ኣንስተይቲ ድሌት ምስ ዝህልዋ ጥራሕ እዩ ፍቕራ ሓቂ ከም ዝኾነ ክተረጋግፅ እትኽእል እዚ ማለት ብሓደ ወገን ጥራሕ ክኸውን የብሉን ማለት እዩ እቲ ፍቕራዊ ርክብ። ሓደ ወገን ደዋሊ፣ ሓደ ወገን ናፋቒ፣ ሓደ ወገን ቼክ ገባሪ፣ ሓደ ወገን ክንራኸብ ኢና በሃሊ ኣለካ ምሽ? ኩሉ ነገር ብሓደ ዓምዲ ጠጠው ዝበለ ገዛ ክሳብ ዝመስል ኩሉ ነገር ኣብ ዝባንካ ዝወድቕ እንድሕር ደኣ ኮይኑ እዛ ጓል ኣንስተይቲ ኣይተፍቅረካን ማለት እዩ። ኩሉ ግዜ ደዋል ንስኻ ክትኸውን የብልካን ኩሉ ግዜ ፍቕረኻ ትገልጽ ንስኻ ክትኸውን የብልካን ብዝኾነ ኣጋጣሚ ሳውን ትድውል ንስኻ እውን እትድውል ባላንስ ዝገበረ ፍቅራዊ ህይወት ወይ ባላንስ ዝገበረ ምድልላይ ኣብ መንጎኹም ክህሊ ከሎ እዛ ጓል ኣንስተይቲ ኣፍቂራትካ እያ ማለት እዩ። ባይዘወ ሓንቲ ጓል ኣንስተይቲ ክተፍቅር ከላ እዚ ምስካፍ ወዲ እዩ ጓል እያ ከምዚ ኣለካ ምሽ እሱ ፈለማ ይደውለለይ ኣነ ክፀንሕ ጓል እንደ ገለ ዝብል ኣበሃህላታት ፍፁም ኣይትኽተሎምን እያ እሞ ድማ ፍቅራዊ ህይወትኩም ነዊሕ ዝፀንሐ ተኮይኑ ካብቲ ናይ መጀመርያ ፍልጦ ንእሽተይ ድፍእ ዘበለ እንድሕር ደኣ ኮይኑ እዞም ነገራት እዚኣቶም ቀልቢ ትገብረሎምን እያ ደዋሊት እያ መፍቀሪት እያ ቼክ ገባሪት እያ እትበካ ምክንያት እትድርድሮ ነገር የለን ንዘይምድዋል ወይ ንዘይምርኻብ ንስኻ ጥራሕ በይንኻ ክትለፍዕን ውሽጥኻ ክኩርኩሖን ኣይትገብርን ኩርኩሕ እዩ ዝብለካ ኣነ በይኒ ዝድውል ገለ ዝብል ስምዒት ሲ ኢቨን እናደወልካ እናደበረካ ኢኻ ትደወልና እዚ ነገር እዚ ክፍጠር ኣይትገብርን እያ ራብዓይ ድማ ተስፋ ተዘይሃልይዋ ኣይትእመና። ኩሉ ፍቕራዊ ርክብ ኣብ መወዳእትኡ ሓዳር እዩ ዝኸውን። ኩሉ ናይ ርሕቐት ፍቕሪ እውን ኣብ መወዳእትኡ ምርኻብ እዩ ዝኸውን። እዚ ተስፋ እዚ ምስ ዝህልወካ ኢኻ ኩሉ ነገር ጸኒዕካ ክትወጾ እትኽእል። ንጽባሕ ክትሓስብ ከለኻ ኢኻ እቲ ፍቕራዊ ርክብ ቁምነገር ከም ዘለዎ ክተመስክር ወይ ክተርኢ እትኽእል። ጽባሕ ከም ትራኸቡ እናሓሰበት ዘይተዕልለካ ተኾይና፣ ወይ ድማ ብጣዕሚ ነዊሕ ግዜ ከም ዝውደኣልኩም ተስፋ ናይ ምቑራጽ ዓይነት ነገር ባህሪ እንድሕር ትርእየላ ኮይንካ፣ ተዘይኮይኑ ድማ ናይ ሎሚ ጥራሕ ፎትየካ ፎትየኪ የፍቅረካ እየ ናፊቕካኒ ጥራሕ ዘይኮነሲ ጽባሕ ክንራኸብ እንኽእለሉ መንገዲ ከመይ እዩ፣ ነገራት ከመይ ነመቻቹ፣ ከመይ ኢና ክንቀርፎ ዘለና እዚ መንገዲ እዚ ነዊሕ መንገዲ ወይ ርሑቕ መንገዲ ዝብል ካብታ ጓል ኣንስተይቲ ኣፍ እናወጸ መፍትሕታት እናኣለሸት ክትረኽባ ትኽእል ኢኻ። ሓንቲ ዘፍቀረት ጓል ኣንስተይቲ ንፅባሕ ተስፋ ዘይትህበካ ኩሉ ግዜ ኣብ ሎሚ እንድሕር ኮይኑ ምፀኒ ወይ ክመፀካ ዝብል ቃላት ዘይተዘወተረ ብኣካል ክንረኣ እንድሕር ዘይትብለካ ኮይና እኹል ዝኾነ ፍቕሪ የብላን ማለት እዩ። ሳልሳይ ድማ ምቾት ዘይትፈጥረልካ እንተኾይና እዛ ጓል ኣንስተይቲ ኣይተፍቅረካን። እዚ ማለት ብዝኾነ ኣጋጣሚ ወይ ትድህለካ ወይ ትቕልደልካ ወይ ድማ ጽቡቕ ስምዒት ንከይስምዐካ ትገብር ተኾይና ኩሉ ነገር ክትዛረባ ውሽጥኻ ክፉት እንተዘይኮይኑ ኣብ ህይወትካ ዝገጥሙኻ ድኹም ጎኒ ደስ ዝብሉ ጥንኩራት ዝኾኑ ዘሐጎስኻ ዘኽፍኡኻ መዓልትታት ንፍቕረኛኻ ክትዛረባ እንድሕር ዘይትገብረካ ኮይና ኣብ ክልቴኹም ዝኾነ ዝጎደለ ነገር ኣሎ ማለት እዩ ኣብ ውሽጣ ዝኾነ ዘይመለአ ነገር ኣሎ ማለት እዩ ኩሉ ግዜ ክትድህለካ ትፍትን እንተኾይና ድማ ብፍላይ ክትጥርጥረ ኣለካ ፍቕሪ የብላን ማለት እዩ እዛ ጓል ኣንስተይቲ እዚ ተይለያስ ክትፀልአኒ እያ ወይ ከምዚ ተይለያስ ክትስሕቀለ እያ ኢልካ እትዛረቦ ነገር ክህልዮ ይብሎን ከምዚ ኢልካ እትስከፎ ንጓና እዩ እምበርሲ ነታ ፅባሕ ዓዶ ደቂ እያ ኢልካ ዘዳለኻያ ጓል ኣንስተይቲ ክኸውን ክትገብሮ የብልካን ኢኻ ትስከፋ የብልካን ከምዚ ክትብለኒ እያ ኢልካ ክትጭነቕ የብልካን እዩ እቲ ካልኣይ ድማ ካብ ክልቴኹም ዝሓለፈ ርክብ ዘይትፈጥር እንተኾይና፣ እዚ ማለት ኣብ ጎንኹም ሰባት ኣለዉ እዮም፣ ዝኾነ ርክብ ቁምነገር ኣለዎ ኢልካ ክትሓስቦ ከለኻ ንቤተሰብ ንመሓዙት ብዛዕባኻ ተዕልል ወይ ድማ ክተፋልጠካ ትፍትን ወይ ብዛዕባኦም ኣምፅኣ ድማ ንዓኻ ትዕልለካ ፅባሕ ንግሆ ብሓባር ምዃንኩም ስለ ዘይተርፍ ምፍላጥኩም ስለ ዘይተርፍ ካብ ብገና ነገራት ገንኡ ናብ ሞቻቸቶ ዘይትኸይድ ዓይነት ጓል ኣንስተይቲ ተኾይና ክትጥርጥር ኣለካ እዚ ማለት ኣደይ ርኸባ ኢላ ትድውለልካ ወይ ኣቦይ ርኸቦ ኣሕዋተይ ርኸቦ ናይ ግድን ኣይኮነን ከምዚ ክትብል ግን ኣብ ዕላላታ ዘይተርፉ ሰባት ኣለዉ መሓዙታ ወለዳ ኣለካ ምሽ ቤተሰባ ብዛዕባኦም እናምፀት ተዕልለካ ቀረባ ከም ዝኾንኩም ወይ ድማ ኣብቲ ህይወት እሱ ከም ዘለኻ ንክስምዐካ ዘይትገብር ናብ ናትካ ቤተሰብ ክትሕወስ ዘይትደሊ ብዛዕባኦም ክተልዕል ከለኻ ወይ ብዛዕባ ስድራኻ ክኸውን ከሎ ትዕላል ምስልቻው ተርእቶ ኮይና ወይ ስልኪ ክትዓጹ እትደሊ እንተዘይኮይኑ ድማ ናብ ካሊእ ወግዒ ክተቐይሰካ እትደሊ ጓል ኣንስተይቲ እንተኾይና ክትጥርጥር ኣለካ። ንግዝያዊ ነገር እያ እትደልየካ ማለት እዩ። ምትእምማን ናይ ግድን ስለ ዝኾነ እዩ ኣብ ፍቕራዊ እ፣ ርክብ ብፍላይ ኣብ ርሕቐት ማለት እዩ። ንዝተፈላለየ ዕላማ ብዝተፈላለየ ምኽንያት ስለ ዝጅመር ካብዚ ነገር እዚ ንክትድሕን እዚ ነገር እዚ ክትፈልጥ ኣለካ። እቲ ቀዳማይ ድማ ኣብ ዘይተጸበኻያ ሰዓት ፍቕራ እተርእየካ እንድሕር ደኣ ኮይና እዚ ማለት ፍቕራ ክተርእየካ ኣለዋ ኢልና እንገልጾ ኩሉ መዓልቲ የፍቅረካ እየ ወይ ናፊካኒ ወለላይ ገለ ስለ ዝበለትካ ፍቅሪ ተሰሚዕዋ ኣሎ ማለት ኣይኮነን ወይ ሓቂ ስለ ዝኾነ ጥራሕ እዩ ማለት ኣይኮነን ብከምዚ ከይትታለሉ ምክንያቱ ንሕና ደቂ ኣንስትዮ ኣብ ውሽጥና ካሊእ ተሰሚዕና እንከሎ ብኣፍና የፍቅረካ እየ ናይ ምባል ዓቕምና ዝለዓለ እዩ ኣብ ውሽጥና ዕላማ ክሳብ ዘሎ ድሌት ክሳብ ዘሎ ወይ ዝኾነ ነገር እዚ ነገር ክንረክብ ኣለና ኢልና ክሳብ ዝኣመና ኣብና ካሊእ ውሽጥና ካሊእ ናይ ምግባር ዓቕምና ዝለዓለ እዩ እቲ ዝገርም ድማ ንሕና ባዕልና እውን ኣይንፈልጦን ኢና ናይ ማን ፍቕሪ ዝሓዘና እዩ ዝመስለና ሕዚ ንገንዘብ እንድሕር ቀሪባትካ ኮይና ናይ ማን ፍቕሪ ከም ዝሓዛ እያ ትፈልጥ እሳ እውን ኣብ ዝኾነ ግዜ እቲ ክንዲ ድላያ ምስ ረኸበት ወይ ልዕሌኻ ክጠቕማ ዝኽእል ወዲ ክትረክብ ከላ ግን ፍቕሪ ከም ዘይሓዛም ድሌት እምበር ፅቡቕ ነገር ምቹው ሂወት ናይ ምርካብ ድሌት እምበር ሲ ፍቕሪ ከም ዘይብላ ኖትስ ምግባር ትጅምሮ እቲ ምቹ ዝኾነ ኩነታት ምስ ረኸበቶ ማለት እዩ ካብዚታት ንምድሓን እንድሕር ትደሊ ኮንካ እታ ትኽክለኛ ፍቕሪ ዝሓዛ ጓል ኣንስተይቲ ኣብ ዘይተፀበኻዮ ሰዓት እያ ፍቕራ ትገልፀልካ ሃንደበት ቴክስት ክትጽሕፈልካ ትኽእል ወይ ድማ ኣብ መንጎ ቃላታ ብፍቕሪ ዝተዓብለሉ ወግዕታት ክትሰምዐላ ትኽእል። ኣብ ዘይተቋጸርኩምሉ ሰዓት ናፊካኒ ኢላ ክትድውለልካ ትኽእል። ብቻ ፍልጥቲ እያ እንድሕር ፍቕሪ ሒዝዋ ኮይኑ እትገልጸልካ ቃላታት ከምዚ ብጊዜ ዝተገደቡ ወይ ብፕሮግራም ዝተተሓዙ ዘይኮኑሲ ሃንደበት ዘደንግጹኻ እዮም። እዞም ነገራት እዚኣቶም ፍቕሪ ክህልወካ ከሎ ፍሉጣት እዮም። ውሽጥኻ ፍስህ ንክብል ከምዚ ደስ ንክብለካ ዋው ኢልካ ንክትሓስብ፣ ተፈቃሪ እየ ዝብል ስምዒት ኣብ ውሽጥኻ ንክፍጠር ዝገብሩ ስለ ዝኾኑ ፍሉጣት እዮም፣ ብዙሕ ምብርህራህ ኣየድልዮን እዩ። እዞም ስድሽተ ባህርታት ዘይተርእየካ ተኾይና ግን ኣይትእመና። ነዊሕ ማለት ተፈላለዩ ማለት ኣይኮነን፣ ግን ልብኻ ድርበይ ቢልካ እትጅምሮ ፍቅራዊ ርክብ ክኸውን ከይትገብሮ ኢኻ። ብልተወሰነ መንገዱ ተጠራጠር ከምዚውን ኣሎ እዚውን ክኸውን ይኽእል እዩ ክልተ ጎኑ ሒዝካ ኣቐጽሎ እሞ ኣብ ዝኾነ ግዜ ርግጸኛ ምስ ኾንካ ካብ ህይወትካ ክተውፃ ወይ ሓቢርኩም ክትቅጽሉ ምግባር ትኽእል ኢኻ ክሳዕ መወዳእታ ሓቢርካ እንድሕር ጸኒሕካ ኮንካ እዚ ቪድዮ ፈቲኻ የለኻ ማለት እዩ ላይክ ግበሮ ኢኻ ኣብ ቀጻሊ ድማ ካልእ ሓሳብ ሒዘልኩም ክመጽ እየ ንሎሚ ወዲኤ ኣለኹ ሓቢረኩም ዝጸናሕኹ ሰናይት እየ ቀጻሊ ክሳዕ ንራኸብ ሰላም